ሰላም ክቡራት ተኸታተልቲ እዚ ቪድዮ ከመይ ኣለኹም? ንሎሚ ኣብዚ ቪድዮ ብዛዕባ ዓሰርተ ጠንቂ ካንሰር ወይ ካንሰር ከስዕቡ ዝኽእሉ ነገራት ክንርኢ ኢና። ሓደ ኣልኮላዊ መስተ እዩ። ኣልኮላዊ መስተ ንዝተፈላለዩ ትሕዝቶ ኣልኮል ዘለዎም ከም ቢራ፣ ኣረቂ፣ ወይኒ ዘጠቓልል እዩ። ኣብ ሓደ ኣልኮላዊ መስተ ቢራ ንኣብነት ብገምጋም ዓሰርተ ኣርባዕተ ግራም ጽሩይ ኣልኮል ይርከብ። ኣልኮላዊ መስተ ብኣልኮል ዲሃይድሮጂኔዝ ኢንዛይም ናብ ኣሰቴት ኣልደሃይድ ዝበሃል ይቕየር። ኣሰቴት ኣልደሃይድ ንዲኤንኤ ብምዕናው ናብ ካንሰር ክምዕብል ይኽእል። ብዘይካዚ፣ ኣልኮል ኣብ ምምዕባል ሮስ ወይ ከዓ ሪኣክቲቭ ኦክሲደቲቭ ስትረስ ዓቢ ተራ ይጻወት። ሪኣክቲቭ ኦክሲደቲቭ ስትረስ ንጀነቲካዊ ባእታ ዲኤንኤ ብምዕናው ንምሕቃቕ ፕሮቲን፣ ስብሕን፣ ይዓግት። ብተወሳኺ ንምሕቃቕ ቫይታሚናት እውን የሰናኽል። ኣልከላዊ መስተ ኣብ ግዜ ምምስራሕ ዝፍጠሩ ከም ናይትሮስ ኣማይንስ፣ ኣስቤስቶስ፣ ፌኖል ከምኡ'ውን ሃይድሮካርበንስ ዝበሃሉ ንካንሰር ዘስዕቡ ባእታታት ክፍርዩ ይኽእል። ኣልኮላዊ መስተ ምስታይ ንሸውዓተ ዓይነታት ካንሰር ከቃልዓና ይኽእል። ንኣብነት ናይ ጡብ፣ ኣፍ፣ መዓንጣ፣ ጎሮሮን ጸላም ከብድን ካንሰር ከስዕብ ይኽእል። ካልኣይ ጠንቂ ምትካኽ ሽጋራ እዩ። ሰማንያ ሚእታዊት ናይ ሳንቡእ ካንሰር ብሰንኪ ምትካኽ ሽጋራ ይስዕብ። ሽጋራ ብኣስታት ሓሙሽተ ሽሕ ኬሚካላት ይስራሕ። ልዕሊ ሰብዓ ባእታታት ካብዞም ኣብ ሽጋራ ዝርከቡ፣ ካንሰር ከስዕቡ ዝኽእሉ እዮም። ካብዚኦም እቶም ቀንዲ ኣብ ሽጋራ ዝርከቡ ናይ ሳንቡእ ካንሰር ዘስዕቡ ኣክሪሎናይትሪል ከምኡ'ውን ኣክሮሊን ይበሃሉ። እዞም ኣብ ሽጋራ ዝርከቡ ኣክሪሎናይትሪል ከምኡ'ውን ኣክሮሊን ብቐጥታ ንጀነቲካዊ ባእታ ማለት ዲኤንኤ ከዕንዉን ካንሰር ከስዕቡን ይኽእሉ። ብዘይካ'ዚ፣ ኣሰተኣልደሃይድ፣ ካድዩም፣ ኢተን ኦክሳይድ፣ ኢታይሊን ኦክሳይድ፣ ፎርማልደሃይድ፣ ኣይዞፕሪን ካብቶም ቀንዲ ኣብ ሽጋራ ዝርከቡ ካንሰር ዘስዕቡ ባእታታት እዮም። ብዘይካ ብወረቐት ዝጥቕለል ሽጋራ ካልእ ኤለክትሮኒካዊ ሽጋራ ኣሎ። እዚ ዓይነት ሽጋራ ካብ ብወረቐት ሽጋራ ዝበዝሕ ፎርማልደሃይድ ስለ ዝፈጥር ብሓሙሽተ ክሳብ ዓሰርተ ሓሙሽተ ዕጽፊ ካብ ብወረቐት ዝጥቕለል ብካንሰር ናይ ምምዕባል ተኽእሎ ኣሎ። ብሓፈሻ ክረኦ እንከሎ፣ ሓደ ሰብ ኣብ መንጎ ሓሙሽተ ሰባት ብካንሰር ዝሞቱ ብሰንኪ ምትካኽ ሽጋራ ዝስዕብ ምዃኑ ዝተገብረ መጽናዕቲ ይሕብር። ብዘይካ ሽጋራ፣ ሽሻ ምስሓብ እውን ልክዕ ከም ምትካኽ ሽጋራ ካንሰር ከስዕብ ይኽእል። ኣብ ዝተገብረ መጽናዕቲ ከም ዘርእዮ፣ ኣርብዓን ሓሙሽተን ደቒቕ ሽሻ ዝስሕቡ ሰባት ልክዕ ክንዲ ኣብ ሚእቲ ሽጋራታት ዝርከብ ቀመማት ኣለዎም። ሳልሳይ ጠንቂ ናይ ካንሰር ብቫይረስ ምልካፍ እዩ። ዓሰርተ ሸሞንተ ሚእታዊት ካብ ጠቕላላ ብካንሰር ዝሓምሙ ሰባት ብሰንኪ ምልከፍቲ ዝተፈላለዩ ቫይረሳት፣ ባክተርያን ከምኡ'ውን ፓራሳይትን ዝስዕብ እዩ። ሂዩማን ፓፒሎማ ቫይረስ፣ ዌይቦ ዓይነት ቢ ከምኡ'ውን ዌይቦ ዓይነት ሲ እቶም ቀንዲ ካንሰር ከስዕቡ ዝኽእሉ ቫይረሳት እዮም። ሂዩማን ፓፒሎማ ቫይረስ ንኣብነት ናይ ማህጸን ካንሰር ካብ ዘስዕቡ ቀንዲ ክኸውን እንከሎ ዌይቦ ዓይነት ቢ ኸኣ ናይ ጸላም ከብዲ ካንሰር ከስዕብ ይኽእል። ባክተርያ ሄሊኮባክተር ፓይሎሪ እውን ኣብ ምምዕባል ናይ ከስዐ ካንሰር ዓቢ ተራ ዝጻወት መጽናዕቲ ይሕብሩ። ኤች ፓይሎሪ ኣብ ከስዐ ልዑል ዓቐን ሪኣክቲቭ ኦክሲደቲቭ ስትረስ ብምፍራይ ኣብ ዲኤንኤ ዕንወት ብምስዓብ ናይ ከስዐ መንሽሮ ከስዕብ ይኽእል። ካልእ ካንሰር ከስዕብ ዝኸእል ነገር ጨረርታ እዩ። ጨረርታ ንናይ ዋህዮታት ብምዕናው ንክፋል ጀነቲካዊ ባእታ DNA ካብ ስራሕ ወጻኢ ብምግባር ንናይ ክሮሞዞም ምምዝባል ብምስዓብን ካንሰር ከንስዕብ ይኸእል። ኣልትራቫዮለት፣ ኤክስረይ፣ ጋማ ራድየሽን ልዑል ኢነርጂ ስለዘለዎም ናብ ዋህዮታት ሰንጢቖም ብምእታው ንጀነቲካዊ ባእታ DNA ከዕኑን ካንሰር ከስዕብን ይኽእል። ኣብ ማይክሮዌቭ ንምውዓይ እንጥቀመሉን ከምኡውን ኣብ ተሌፎን ዝርከብ ጨረርታ ግና መንሽሮ ኣየስዕብን እዩ። ኣብ ሕክምና ንመርመራ ዝጠቅም ኤክስሬይ፣ ሲቲ ስካን፣ ብጨረርታ ዝሰርሕን ካንሰር ከስዕብን ይኽእል እዩ። ይኹን ደኣ እምበር፣ እቲ ኤክስሬይ ኣብ ኣካላት ወዲ ሰብ ንሓጺር ግዜ ስለ ዝጸንሕ ካንሰር ንኸስዕብ ውሑድ ተኽእሎ እዩ ዘለዎ። ተወርሶኣዊ፣ ካብ ወለዲ ናብ ውሉድ ዝሰጋገር ካልእ ተወሳኺ ጠንቂ ናይ ካንሰር ኣሎ። ካብ ወለዲ ብተወርሶ ንዝተጎድኡ ወይ ካብ ስራሕ ወጻኢ ዝኾኑ ጂናት ናብ ውሉድ ክሰጋገሩ ይኽእሉ። ንኣብነት ብራካ ሓደ ከምኡውን ብራካ ክልተ ዝበሃሉ ኣብ ጡብ ዝርከቡ ጂናት ዝተጎድኡ ዲኤንኤ ንምጽጋን ዝጠቕሙ ብዝወርዶም ሓደጋ ወይ ሙቴሽን ካብ ስራሕ ወጻኢ ይኾኑ'ሞ ዲኤንኤ ምስ ዝጉዳእ ከኣ ካንሰር ናይ ጡብ ከስዕቡ ይኽእሉ። ብዘይካ'ዚ ፋሚልያል ኣዲኖማቶስ ፖሊፖፕሲስ ዝበሃሉ ዓይነታት ሕማም ካብ ወለዲ ናብ ውሉድ ክሰጋገር ይኽእል። እዚ ዓይነት ካንሰር ብሰንኪ ጉድኣት ኣብ ኤፒሲ ዝበሃል ጂን ዝወርድ መጉዳእቲ ይስዕብ። ሻዱሻይ ጠንቂ ግስዐ'ዩ። ልዑል ክብደት ሰብነት ኣብ ምምዕባል ሕማም መንሽሮ ዓቢ ተራ ኣለዎ። ልዑል መጠን ስብሒ ልዑል ዓቕን ኢስትሮጅን ይፈጥር፣ እዚ ኸኣ ናይ ጡብ ማህጸን ዝኣመሰሉ ዓይነታት ካንሰር የቃልዑ። ብተወሳኺ ኣዲፖስ ቲሹ ወይ ስብሒ ነድሪ ኣብ ምፍጣር ከምኡ'ውን ኦክሲደቲቭ ስትረስ ብምምዕባል ንጀነቲካዊ ኣካል ዲኤንኤ የዕኑ። ብዘይካዚ፣ ዝኸስዑ ሰባት ልዑል ዓቐን ኢንሱሊን ከምኡ'ውን ኢንሱሊን-ላይክ ግሮዝ ፋክተር ስለ ዘለዎም፣ ናይ ካንሰር ምምዕባል ዓቢ ተራ ይጻወቱ። ኢንሱሊን ግሮዝ ፋክተር ሓደ ኣብ ምምዕባል ናይ መዓንጣ፣ ጸላም ከብድን ከምኡ'ውን ፕሮስቴት ካንሰር ልዑል ተራ ይጻወት። ክስዕር ዘለዎም ንነዊሕ ዝኸይድ ኢንፍላሜሽን ወይ ከኣ ነድሪ ስለ ዘለዎም፣ ናይ ጸጸር ኩሊት ከምኡ'ውን ጸላም ከብዲ ሕማማት እውን የማዕብሉ። ብዘይካዚ ከም ኣስቤስቶስ፣ ኣርሰኒክ፣ በንዚን፣ ካድዩም፣ ክሮሚም፣ ኢታኒል ኦክሳይድ፣ ኒከል and ፕላቲኒዩም ብምስትንፋስ ናብ ኣካላት ወዲ ሰብ ምስ ኣተው ድሕሪ ግዜ ካንሰር ከስዕቡ ዝኽእሉ ነገራት እዮም። ብዘይካዚ ዓይነታት መግብታት ከም ቀይሕ ስጋ ከምኡ እውን ዝተመስርሑ መግቢ ወይ ከዓ ፕሮሰስድ ፉድ ናይ ጡብ ፕሮስቴት ካንሰር ከምኡ እውን ናይ ፀላም ከብዲ ካንሰር ከስዕቡ ይኽእሉ። ስብሒ ዘለዎ መግብታትን ጨው ዝበዝሖ መግብታትን እውን ናይ ከስዐ ካንሰር ከስዕቡ ይኽእሉ። ካልእ ሆርሞናት ከም ኢስትሮጅን ዝበሃሉ ሆርሞናት ኣገደስቲ ፊዝዮሎጂካዊ ጥቕምታት እኳ እንተሃለዎም ኣብ ዝተገብረ መጽናዕቲ ከም ዘረጋግጾ ግና ንምምዕባል ካንሰር ዓቢ ተራ ኣለዎም። ኣብ ዝተገብረ መጽናዕቲ ንጥንሲ መከላኸሊ ኢስትሮጅን ከምኡውን ፕሮጀስቲሮን ዝወስዳ ደቂ ኣንስትዮ ዝያዳ ናይ ጡብን ማህጸንን ካንሰር ዝተቓልዓ እየን። ንሎሚ ዝነበረኒ መደብ ነዚ ይመስል ኣብ ቀጻሊ ብካልእ ቪድዮ ክሳብ ንራኸብ ባይ።